ሰላም ኣምላኽ ምስሓትኩም ይኹን። ብሽም የሱስ ክርስቶስ ካብ መበል 86 መዝሙር ከንብብ እየ። ው እግዚኣብሄር መስኪንን ድኻን እየ እሞ እዝንኻ ኣድንን ምለሰለይ እውን ሄር እየ እሞ ንነፍሰይ ሓልዋ ኣታ ኣምላኸየ ነቲ ኣባኻ ዝውከል ባርያኻ ኣድሕኖ። ምሉእ መዓልቲ ናባኻ ኤእዊ ኣሎኹ እሞ ጎይታየይ መሓረኒ። ኦ እግዚኣብሄር ነፍሰይ ናባኻ ኤልዕል ኣሎኹ እሞ ንነፍሲ ባርያኻ ኣሐጉሳ። ኦ እግዚኣብሄር ሕያወይ ሕያዋይን ንይቕሬታ ድልውን ኢኻ። ናባኻ ንዘእውዩ ኩላቶም ከኣ በዓል ዓብዩ ምሕረት ኢኻ እሞ ጎይታየ ጸሎተይ ስማዕ ንድምጺ ምህልላይ ጽን በሎ ንስኻ ክትመልሰለይ ኢኻ እሞ ብመዓልቲ ጸበባይ ክጽውዓካ'የ ዎ እግዚኣብሄር ካብ ኣማልኽቲ ዝመስለካ የልቦን። ከም ግብርታትካ ውን ከቶ የልቦን። ው እግዚኣብሄር ዝፈጠርካዮም ኣሕዛብ ኩሎም መጺኦም ኣብ ቅድሜኻ ክሰግዱ ንስምካ ውን ከኽብሩ እዮም። ንስኻ ዓቢይን ተኣምራት እትገብርን ኢኻ እሞ ኣምላኽሲ ንስኻ ጥራይ ኢኻ። ዎ እግዚኣብሄር ብሓቅኻ ምእንቲ ክመላለስ መገድኻ ምሃረኒ ስምካ ክፈርህሲ ንልበይ ኣዳልዎ ዎ እግዚኣብሄር ኣምላኸይ ሳህልኻ ንኣይ ዓብዩ እዩ ነፍሰይ ንነፍሰይ ካብ መዓሙቕ ሲኦል ኣውጺእካያ ኢኻ እሞ ብምሉእ ልበይ ከመስግነካ ስምካ ውን ንዘልኣለም ከኽብርየ ዎ ኣምላኽ ትዕቢተኛታት ተንሲኦምኒ ኣኼባ ገፋዕቲ ከኣ ንነፍሰይ ይደልይዋ ኣለዉ ንኣኻ ውን ኣብ ቅድሚኦም ኣይገበሩኻን ጎይታየ ንስኻ ግን መሓርን ጸጋውን ዓቃልን ብሳህልን ሓቅን ዓብዩ ኣምላኽ ኢኻ። ናበይ ግልጽ በል እሞ መሓረኒ። ንባርያኻ ሓይልኻ ሃቦ፣ ንወዲ እታ ባርያኻ ኣድሕኖ። ዎ እግዚኣብሄር፣ ረዲእካንን ኣጸናኒዕካንን ኢኻ እሞ፣ ጸላእተይ ርእዮም ክሓፍሩስ ምልክት ደሓን ግበረለይ። ኣሜን ሃሌሉያ ው እግዚኣብሔር ምልክት ድሓን ግበረለይ ስምካ ንዘለኣለም ኣለም ዝተባረኸ ዝተቐደሰን እዩ እሞ ጎይታ ኩሉ ሻዕ ነመስግነካ ስምካ ይባረኽ ሽም የሱስ ክርስቶስ ኣሜን። የሱስ ጎይታ እዩ። ናብቲ ጀማርን ደምዳምን እምነትና የሱስ ክርስቶስ ንጠምት።